ኣርእስታት ዜና ክትከታተሉ ጸኒሕኩም፣ ዝርዝራቱ ይስዕብ። ኣብ ዞባ ሰሜናዊ ቀይሕ ባሕሪ ጥዕና ዜጋታት ንምውሓስ ክሳብ ርሑቕ ከባቢታት ኣብ ትሕተ ቅርጺ መሳርሒታትን መሳለጥያታትን ከምኡ'ውን ምምላእ ዓቕሚ ሰብ ዝተተግበረ ወፍሪ ኣድማዒ ምንባሩ ተገምጊሙ። ብክልተ ለካቲት ኣብ ከተማ ባጽዕ ኣብ ዝተኻየደ ኣኼባ ሓላፊ ጨንፈር ሚኒስትሪ ጥዕና'ቲ ዞባ ዶክተር ዮሃንስ ተኸስተ ጂኦግራፊካዊ ኣቀማምታ ክሊማን ሰበኽሳግማዊ መነባብሮን ንሰብ ሞያ ጥዕና ኣዝዩ በዳሂ እኳ እንተኾነ፣ ሕማማት ኣብ ምክልኻልን ምግታእን ተራ ኣባላት ዝነኣድ ምንባሩ ገሊጹ። ኣብቲ ገምጋም ብቕዓት ዝወሃብ ኣገልግሎት ንምርግጋጽ ኣብ እምባትካላን ኢራፋይለን ሓደስቲ ትካላት ጥዕና ከም ዝተሃንጻ፣ ኣብ ኣዶብሓን ቃንጨዋን ሓደስቲ ኣምቡላንሳት ከም ዝተመደባ፣ ብደረጃ ዞባ ልዕሊ ሚእቲ ሓደስቲ ሰብ ሞያ ከም ዝተመደቡ፣ ሆስፒታል ባጽዕ፣ መሰልጠኒ ነርስ ጊንዳዕን መደበር ጥዕና ባቕላን ምሉእ ጽገና ከም ዝተገብረለን ክበርህ እንከሎ፣ ኣብ ባዳ ማእከል ጥዕና ንምህናጽ ምድላዋት ተጻፊፉ ከምዘሎ ተሓቢሩ። ሚኒስተር ኣሚና ኑርሕሴን ኣብ ዘስመዓቶ ቃል፣ ኣብ ዝሓለፉ ዓመታት ኣብ ኩሉ መዳያት ጥዕና ተመዝጊቡ ዘሎ ዓወታት ሳላ ንጡፍ ተሳትፎ ህዝብን መሻርኽትን ምዃኑ ጠቒሳ፣ ሚኒስትሪ ጥዕና ዓቕሚ ሰቡ ንምሕያልን መሰረታዊ ናውቲ ብምውዳድን ብዘካይዶ ዘሎ ንጥፈታት ኣብ ዘተኣማምን ብቕዓት በጺሑ ከምዘሎ ኣነጺራ። ሚኒስተር ኣሚና ስዒባ፣ ሚኒስትሪ ጥዕና ካብ ክልተ ሽሕን ዓሰርተ ሸውዓተን ክሳብ ክልተ ሽሕን ዕስራን ሓደን ክጭብጦ ሓልዩ ንዘሎ መደባት ንምስማር ኣብ ምምዕባል ዓቕሚ ሰቡ ተወሳኺ ወፍሪ ንምግባር ጀሚሩ ከምዘሎ ብምሕባር፣ ብርክት ንዝበሉ ሰብ ሞያ ኣብ ኪዩባ፣ ህንድን ካልኦት ሃገራትን ንዝለዓለ ትምህርቲ ዕድላት ይወሃብ ከምዘሎ ኣረዲኣ። ኣመሓዳሪ ዞባ ሰሜናዊ ቀይሕ ባሕሪ ወይዘሮ ጽገሬዳ ወልደገርጊስ ድማ ምምሕዳር ዞባ ምስ ሚኒስትሪ ጥዕና ብውህደት ክሰርሕ ምጽንሑን ከምዝቕጽሎን ብምብራህ፣ ሰብ ሞያ ጥዕና ንግዝያዊ ፀገማት በዲሆም ሞያኦም ዘሰክሞም ረዚን ሓላፍነት ክፍፅሙ ኣዘኻኺራ። ደቂ ኣንስትዮ ብትምህርቲ፣ ሞያን ቁጠባን ክሕይላ ዝካየድ ፃዕሪ ቀፃሊ ምዃኑ ፕረዚደንት ሃማደኤ ወይዘሮ ተኽኣ ተስፋሚካኤል ብ ክልተ ለካቲት ኣብ ንኡስ ዞባ ድባርዋ ኣብ ዘካየደቶ ኣኼባ ገሊፃ። ኣብቲ ልዕሊ ሓሙሽተ ሚእቲ ደቂ ኣንስትዮ ሰራሕተኛታት መንግስቲ ዝተሳተፈኦ ርክብ፣ ወይዘሮ ተኽኣ፣ ህንፀት ሃገር ወለዶታት ዝወራረሰሉ መስርሕ ስራሕ ምዃኑ ጠቒሳ፣ ንዝመፅእ ወለዶ ጥጡሕ ባይታ ንምንፃፍ ደቂ ኣንስትዮ ንቕሓተንን ውዳቤአንን ኣሐይለን ኣበርክቶኣን ከዕዝዛ ኣዘኻኺራ። ሓላፊት ጨንፈር ሃማደኤ ኣብ ዞባ ደቡብ ኣብ ዞባ ኣብቲ ዞባ ወይዘሮ ኣበራሽ ህብታይ ብወገና፣ ደቂ ኣንስትዮ ኣብ ኩሉ መዳያት ሓያላት ተዋሳእቲ ንክኾና ዝካየድ ዘሎ ፃዕሪ ንምዕዋት ኣብ ትምህርቲ ክደፍኣን ንደቀን ከምህራን ፀዊዓ። ተሳተፍቲ ብወገነን ኣብ መዳይ ጥዕና ንዝተመዝገበ ዓወታት ንምድንፋዕ ብዝበለፀ ክሰርሓ ንደቂ ኣንስትዮ ዝወሃብ ሞያውን ጎስጓሳውን ስልጠናታት ድማ ክዓዝዝ ተላብየን። ቤት ትምህርቲ ሞያዊ ስልጠናታት ዞባ ዓንሰባ ካብ ሸሞንተ ምምሕዳራት ከባቢ ከተማ ከረን ንዝተሓርዩ ጽጉማት፣ ስንኩላንን ኣለይቲ ስድራ ስዋኣትን ዝርከብዎም ሰማንያ መንእሰያት ብዝተፈላለየ ሞያታት ኣሰልጢና። እቲ ብምኒስትሪ ትምህርትን መሻርኽቱን ዝተወደበ ስልጠና ንሸሞንተ ኣዋርሕ ዝቐጸለን ስልጠና ስራሓት ካይላን ዕቃበ ውጽኢቱን፣ ምዝርጋሕ ኤለትሪሲቲን መባእታ ኮምፒዩተርን ዘጠቓለለ እዩ። ብኣርባዕተ ለካቲት ኣብ ዝተኻየደ ናይ ምምራቕ ስነ ስርዓት ሚኒስተር ትምህርቲ ኣቶ ሰመረ ርእሶም ኣብ ዘስምዖ ቃል፣ እቲ ስልጠና ሳላ ውህደትን ተወፋይነትን፣ ኣተግበርቲ ኣብ ጭቡጥ መድረኽ ከምዝተበፀሐ ብምጥቃስ፣ ኣብ ቀረባ መፃኢ ተመሳሳሊ መደባት ኣብ ዞባታት ጋሽ ባርካ፣ ሰሜናውን ደቡባውን ቀይሕ ባሕርን ከምኡ እውን ኣብ ዞባ ደቡብ ክካየድ ምዃኑ ገሊፁ። ሓላፊ ጨንፈር ሚኒስትሪ ትምህርቲ ዞባ ዓንሰባ መምህር ሓጎስ ኣድሓና ድማ እቲ ስልጠናታት ተምሃሮ ብቐሊሉ ኣብ ከባቢኦም ክግልገልሉን ቁጠባዊ ኣታዊታት ክረኽቡሉን ዝኽእሉ ተለልዩ ከምዝተውሃበ ብምሕባር ኣብ መፃኢ ንተመረቕቲ መበገሲ መሳርሒ ክወሃብ መደብ ከምዘሎ ኣብሪሁ። ኣብ መወዳእታ ተመረቕቲ ወረቐት ምስክር ተዋሂቦም። እዚ ከምዚ ኢሉ እንከሎ፣ ሚኒስተር ትምህርቲ ኣቶ ሰመረ ርእሶም፣ ብሰለስተ ነጥቢ ኣርባዕተ ሚልዮን ናቕፋ ጽገና ንዝተገብረሉን ናይ መራኸቢታት ትሕተ ቅርጺ ዝተዘርግሓሉን ልዕሊ ሰብዓ ዓመት ዘቑጸረ ህንጻ ጨንፈር ሚኒስትሪ ትምህርቲ ዞባ ዓንሰባ በጺሑ። ኣሕተምቲ ሕድሪ ኣገባብ ዝርግሐ መጻሕፍቱ ንምቅላልን ንዝሰፍሐ ኣንባቢ ከም ዝባጻሕ ንምግባርን ሓድሽ መርበብ ሓበሬታ ብምኽፋት መጻሕፍቱ ንመሸጣ ኣብ ኢንተርነት ከም ዝዘርግሐ ገሊጹ። እዚ ብመገዲ መርበብ ሓበሬታ ሕድሪ ሚድያ ተዘርጊሑ ዘሎ መጻሕፍቲ ኣሕተምቲ ሕድሪ ብኣንድሮይድ ኣፕሊኬሽን ብርትዓዊ ዋጋን ብቀጥታን ዝሽየጥ ኮይኑ ኣብ ሓጺር እዋን ብኣፕሊኬሽን ክዝርግሖ ይስራሓሉ ከም ዘሎ ኣባል ቦርድ ኣሕተምቲ ሕድሪ ኣቶ ኤፍሬም ሃብተጽዮን ሓቢሩ። ነፍሲ ወከፍ ዝሕተም መጽሓፍ ብቀጥታ ኣብቲ መርበብ ሓበሬታ ክኣቱ ምዃኑ፣ በዚ ኣገባብ ድማ ኣብ ደገ ዝጸንሐ ሕጽረት ዝርግሐ መጻሕፍቲ ኣሕተምቲ ሕድሪ ከም ዝቃለል ዝጠቐሰ ኣቶ ኤፍሬም፣ ንዝጀመር ንመጀመሪ ዓሰርተ ኣርባዕተ መጻሕፍቲ ክኣቱ ተዳልዩ ከም ዘሎ፣ ኣብ ቀረባ መጻኢ ከኣ ኩሎም ብኣሕተምቲ ሕድሪ ዝፈርዩ መጻሕፍቲ ክኣትዉ ምዃኖም ኣብሪሁ። ብዘይካ'ዚ መርበብ ሓበሬታ ሕድሪ ሚድያ ብውልቂ መጻሕፍቶም ንመሸጣ ኣብ ኢንተርነት ክዝርግሑ ንዝደልዩ ከእንግድ'ውን ይስርሓሉ ከምዘሎ፣ ዝተሓትመ መጻሕፍቱ፣ ሃርድ ኮፒ፣ ንዝደልዩ ድማ ዝደለይዎ መጻሕፍቲ ካብ ኣማዞን ኣዚዞም ከሕትሙ ዝኽእሉሉ ኣገባብ ኣብ ምትእትታው ከምዝርከብ ኣነጺሩ። ምስ ምዕባለ ቴክኖሎጂ መጻሕፍቲ ኣብ ዲጂታላዊ መሳርሒታት ስለዝኣትዉ በዚ ኣገባብ'ዚ ንዝ ጥቀሙ ተገልገልቲ ዓቢ ፍታሕ ምዃኑ ትካል ኣሕተምቲ ሕድሪ ሓቢሩ ኣሎ። እዚ ከምዚ ኢሉ እንከሎ ኣሕተምቲ ሕድርን ኣብያተ መጻሕፍቲ ኣውገትን ብኣቶ ኣኸድር ኣሕመዲን ዝተተርጎመት ልኡኽ መንግስቲ ዘርእስታ ናይ ሩስያዊ ደራሲ ኒኮላይ ጎጉል መጽሓፍ ብሰለስተ ለካቲት ኣብ እምባሶይራ ሆተል ኣመሪቑ። ኣብ ኣዳራሽ ሆቴል እምባሶይራ ኣብ ዝተኻየደ ስነ ስርዓት ክፋል ናይታ መጽሓፍ ብመልክዕ ድራማ ክቐርብ እንከሎ፣ ገምጋም ናይታ መጽሓፍን ርእይትኡን ዘቕረበ ኣቶ ኪዳነ ወልደየሱስ፣ ካብ ካልኦት ቋንቋታት ዝተተርጎሙ ስነ-ጽሑፋዊ ስርሓት ኣብ ምዕባለ ስነ-ጽሑፍ ሃገርና ክህልዎም ዝኽእል ኣበርክቶን ኣብ ምልዋጥ ሕብረተሰብ ዘለዎም ተራን ብቐሊል ከም ዘይጥመት ብምጥቃስ፣ መጽሓፍ ልኡኽ መንግስቲ ንስነ-ጥበባዊ ብቕዓትን ተመኩሮን ተርጓማይ ከም ዘንጸባረቐት ሓቢሩ። ተርጓሚ ናይታ መጽሓፍ ኣቶ ኣኸድር ኣሕመዲን ብወገኑ፣ ብ ሽሕን ሸሞንተ ሚእትን ሰላሳን ሽዱሽተን ዝተጻሕፈት ኮሜድያዊት ድራማ ልኡኽ መንግስቲ ኣብ ስነ-ጽሑፍ ሩስያ ይኹን ስነ-ጽሑፍ ዓለም ዓቢ ጽልዋን ክብርን ካብ ዘለወን ፈጠራውያን ዕዮታት ምዃነን ብምጥቃስ፣ መጠናዊ ምምሕያሻት እናተገብረላ ኣብ ዝተፈላለያ ሃገራት ንምርኢት ትቐርብ ከም ዘላ፣ ኣብ ሃገርና እውን ናብ ቋንቋ ትግርኛ ተተርጒማ ኣብ ክልተ ሽሕን ዓሰርተ ሓደን ከምኡ'ውን ክልተ ሽሕን ዓሰርተ ሓሙሽተን ብመልክዕ መድረኻዊ ድራማ ከምዝቕረበት ገሊጹ። ውዳቤ መንእሰያት ሰራሕተኛታት ኣብ ንኡስ ዞባ ናቕፋ፣ ንቑሕ መንእሰይ መሰረት ብቑዕ ሕብረተሰብ ኣብ ትሕቲ ዝብል ቴማ ሳልሳይ ጉባኤኡ ኣቃኒዑ። ኣቦ ወንበር ናይቲ ውዳቤ መምህር ሳልሕ ኢብራሂም፣ ኣብዘን ዝሓለፋ ክልተ ዓመታት ስፖርታዊ፣ ትምህርታዊ፣ ሞያውን ጎስጓሳውን ንጥፈታት ከም እተዓሙ ብምሕባር፣ ንዘጋጠሙ ቀንዲ ብድሆታት፣ ዝነበረ ሕጽረታትን ዘርዚሩ። ጉባኤኛታት ኣብ እዋናዊ ኣርእስታት ድሕሪ ምዝታይ ኣገዳስነት ናይቲ ውዳቤ ብምግንዛብ ንምድንፍዑ እትሰርሕ ኣካያዲት ኣካል መሪጾም። ኣመሓዳሪ ንኡስ ዞባ ናቕፋ ኣቶ እድሪስ ዓሊ ሽከር ኣብ ዘስምዖ ዛዛሚ ቃል፣ ውዳቤ መንእሰያት ሰራሕተኛታት ኣብ ምንቃሕ፣ ምውዳብን ምዕጣቕን መንእሰያት ዘካይዶ ንጥፈታት ንምዕዋት ምምሕዳር'ቲ ንኡስ ዞባ ኣብ ጎኑ ከምዘሎ ኣረጋጊጹ።
ኣብ ንመበል ስሳን ሸሞንተን ግዜኡ ዝእንገድ ዘሎ ኣብ ሃገረ ስጳኛ ዝካየድ ውድድር ቮልታ ላ ኮሚኒታተ ቫለንስያ ዝሳተፍ ዘሎ ኤርትራዊ ፕሮፈሽናል ተቐዳማይ ክለብ ዳይመንሽን ዳታ መርሃዊ ቅዱስ ናይ ካልኣይ ደረጃ ሒዙ ኣብ ቮልታ ኤላ ኮሚኒታተ ቫለንስያ ዝወዳደር ዘሎ መርሃዊ ቅዱስ ነቲ ናይ ክልተ ነጥቢ ሓደ መዐቀኒ ዘለዎን ሚእትን ሰማንያን ኪሎ ሜትር ሸፈነ ውድድር ካልኣይ ኮይኑ ኣብ መፈጸምታ ኣብጺሕዎ